ሓስብ ነይረ ለንቅነስ ከምዚ ዘዳልኽዎም ኮርስ ነይሮም ኣርእስቲ ነይሮም እንታይ ትብል ታሕንቲ ሰልፍ ሳባቶጅ ነይሩ ኣንድ ቪዥዋላይዜሽን ከዓ ነይሩ ፕላስ ተርኒን ዲስኣድቫንቴጅ እንቶ ኣድቫንቴጅ ይብል ነይሩ ካብኡ ወፃኢ ግን ኣብ ርእሰይ መዓት ዝኾኑ ሓሳባት መፅኦም ከምዚ እንተሓሰብና ከመይ ይመስለኩም ከምዚ ዝብል መልሐቶ ምሻ ኣሎ ንገዛ ርእስኻ ክትቀትላ ዝቐለለ ነገር እንታይ እዩ ዘይትደልዮም ነገራት ብኸመይ ኢኻ ትረኽቦም ሓዳረይ ብኸመይ ይፈርስ? ዝኣመኑኒ ሰባት ብኸመይ ይጠልም? ገለ ዝብል ኣርእስቲ እንተዕልልና ከመይ ይመስለካ ማእከል ሓው ኢሎም ማለት እዩ። ዝበዝሐ ግዜ ኣብ ኣብ እቲ ኣብ ኣብ ዝቐ- ብቐዳማይ ክንመሃር እንከለና ኢንቨርጅን ቲንኪንግ ክንርኢ እንከለና እ፣ ዘይትደልይዎ ነገር ጸሓፉ ገለ ኢልና ነይርና። ሕጂ ካብኡ ሕልፍ ዝበለ ገዛዋ ድሕር ድሕር ዳ ወሲድናዮ ንገዛእ ርእሰይ ከመይ ገይረ እየ ዝበለጸ ሰብ ዝገብራ ዝብል ሓሳብ ምስ ሓሰብካ መወዳእታ ዘይብሎም መሰናኽል ገለ እዮም ዝመጹኻ ኣብ ቅድመኻ። ዝኾነ ነገር ተምጽእ ከለኻ ጽቡቕ ዋእ ከምዚ እንዲዩ ከጋጥመካ ከምዚ ተወሲካ ከምዚ ክመጽእ እዩ so ከይተበገስካ እንከለኻ ነቲ ሪስክ ብምሉኡ ኣብ ርእስኻ ተምጽኦ ሽዑ ፈሪሕካ ትገድፎ ማለት እዩ ሕጂ ካብ ከምኡ እንታይ ሓሲበ ሽዑ ኦኬ ንገዛእ ርእሰይ ዝሓመቐ ሰብ ከመይ ገይረ እየ ዝገብራ ሐጂ ዝኣመኑኒ ሰባት ከ ከመይ ገይረ እየ ዝጠልም ገለ ትብል ልክዕ ከመይ ገይርኩም ሕሰብዎ መስለኩም ንኣብነት ከምዚ ገይርኩም ሕሰብዎ ኣብ ዙርያኹም ክህልዉ ትደልይዎም ሰባት ምሽ ኣለዉ ክውንንዎ ዘለዎም ባህሪ ኣሎ ኦኬ ምሳይ ክሰርሑ ዝደልዮም ሰባት ከምዚ ዓይነት ባህሪ ክውንኑ ኣለዎም ምስ በልካ ነቶም ባህሪ ሊስት ምስ ገበርካዮም ሽዑ ንገዛ ርእስኻ ኣብኡ ምእትው ኣቢልካ ምስ ረኣኸያ ነቶም ባህሪ ክትኮኖም ትኽእል ዶ እዩ ትሕቶ ዝበዝሐ ግዜ ናይቶም ምሳና ክነብሩ ዝደልዩ ሰባት ጠባይ ወይ ድማ ባህሪ ነቐምጥ ኢና ንሕና ግን ገዛእ ርእስና ኣብኡ ኣይነእትዋን ኢና ማለት እዩ። ሽዑ ሽግር ዝመጽእ እንታይ ኣብ ህይወት እቶም ንደልዮም ሰባት ኣይኮኑን ናባና ዝመጹ እንታይነት ናትና ዝሰሓበዮም እዮም ናባና ዝመጹ። ስለዚ እቲ ሊስት ዝገበርክዎ ኣነ ክኾኖ እንድሕር ዘይክኢለ ሰባት ክኾንዎ ክጽበ የብለይን ማለት እዩ። ስለዚ እቲ ዝበለጸ ጽቡቅ ንነብስኻ ከምዚ ዝበለጸ ሰብ ክትገብራ እትኽእል ኢልካ ምስ ኣቀመጥካ ዝኣብየካ እንተኾይኑ ብግምጣሉ ትሓስብ ምሽ ዝሓመቀ ሰብ ከመይ እየ ዝኸውን እንተኢልካ ኦኬ ራእይ ዘይብለይ ሰብ ይኸውን መደብ ዘይብለይ ሰብ ይኸውን ኣብ ዝወዓሎ ኣብ ዝዓመሮ ዝሓድር ሰብ ይኸውን እንተ ኢልካ እንታይ ኢኻ ትኸውን ዘለኻ ኩሎም ተም ዝተዋህቡኻ ነገራት ትጥቀመሎም የለኻ ስለዚ ነዚኦም ኩሎም ሕማቅ ሰብ ዝገብሩኒ እንድሕር ደኣ ኮይኖም ብተፈጥሮ ሕማቅ ሰብ ዝበሃል የለን ብምርጫካ ኢካ ሕማቅ ትከውን ማለት እዩ ስለዚ እንታይ ኢካ ትገብር ብግምጣል ናቶም ትጽሕፍ ማለት ሕማቅ ዝገብሩካ ቅሚጥካዮም ሽዑ ብግምጣል ናቶም ትኸውን ኦኬ ገዛ ርእሰይ ክቀትል እንታይ ክገብር ዘለኒ መቸም ዝሞተ ጥራሕ ኣይኮነን ዝተቀብረ ጥራሕ ኣይኮነን ሞይቱ ንብሎምሽ ብሂወት ከለካ ከኣሉ እዩ ኣደዋይ እንታይ ኢለ ነይረ ድሕሪ ደኣ ሽሻ ስሕብ ኣለኹ ኮይነ ሽጋራ ስሕብ ተኮይነ ሶሪ ወልፊ እንተዘለኩ እንተለኩም ኮይኑ ማለት እዩ ሶሪ ክብለኩም ከለኹ ግን ኣነ ከምኡ ስለ ዝበልኩ ዶ ይኮነስ ንገዛእ ርእስኹም ሕማቅ ነገር ስለ ዝኣዘዝኩምላ እዩ ናይ ኮንኩ ንዓኹም ሶሪ ኢለኩም ብኣ ከይትሕዝለ ሓንቲ ነገር ክነግረኩም ንዓይ ከም ዳንኤል ዝኾነ ሽጋራ ዝስሕብ ሰብ ሽሻ ዝስሕብ ሰብ ዝኾነ ዓይነት ወልፊ ዘለዎ ሰብ የፍቅረካ እንተይልኒ ፍቅሩ ይቅበሎኒ ቢኮዝ ንገዛእ ርእሱ ዘየፍቅር ሰብ ንዓይ ከፍቅረኒ ይክእልን እዩ ወይ ድማ እታ ኣብ ገዛእ ርእሱ ዘሎቶ ፍቕሪ ንዓይ ዝህበኒ ስለዚ ንሳንብኡ ብግቡእ ዘይከናኸና ሰብ ከዓ ንዓይ ብግቡእ ከናኸነኒ ይክእልን እዩ ለትለታ ሕጂ ቀዳማይ ገዛእ ርእስኻ ትቐትለሉ መንገዲ እንታይ እንተ ኢልኩምኒ ሕጊ ተፈጥሮ ምጥሓስ እዩ ቢኮዝ ሳንቡና ንክነስተንፍሰላ እምበር ትኪ ንክነእትወላ ኣይኮነት ተሳሒባ ተፈጢራ እንደዛ ኢና ንገብር እሱ እንድሕር ደኣ ቀትለና ኮይኑ ብግምጣል ናቱ ድማ እንታይ ይገብረና እዩ ማለት እዩ ይሕውየና እዩ ማለት እዩ ሰው ናብ ናይ ሎማዓንቲ ኣርእስትና እሱ እንድሕር ደኣ ኮይኑ ኣይ ዊል ሾው ዩ ኣብ ቦርድ ናተይ እንታይ እንታይ ከም ዘለኒ ማለት እዩ ያ ኣብ ኣብ ሓንቲ ፊልም ኣላ ማትሪክስ ትብል ርእዋ ይኸውን እዩ ዝበዝሐ ሰብ ዝተረኣየት እያ ኣብዚኣ ግን ብዛዕባ እንታይ ኢና ክንዛረብ ብዛዕባ ትረስት ኢና ክንዛረብ ማለት እዩ ትረስት ብቀደሞ እንታይ ርኢና እንታይ ኢልና ነርና ሰባት ሲ ፕሮደክት ናትካ ኣይኮነን ዝገዝዎ ዝኾነ ሰብ ናትካ ፕሮዳክት ይኮነን ዝገዝእ ዝኾነ ሰብ ዝገዝእ እንታይ እዩ ንዓኻ እዩ ዝገዝኣካ ንዓኻ ምስ ገዘ ንዓኻ ምስ ኣመነካ እንታይ ይገብር ዘለካ ፕሮዳክት ይገዝኦ ንዓኻ ምስ ኣመነካ ከዓ እንታይ ይገብር ምሳኻ ክነብር ይጅምር ማለት እዩ ድሕርዚ ኣሚንካ ምሳኻ ኣይነብርን እዩ ድሕርዚ ኣሚንካ ምሳኻ ቢዝነስ ኣይገብርን እዩ ሕጂ ሰባት እቲ ኣቐዳሲ እንታይ እዩ እምነት እዩ ማለት እዩ ስለዚ ኣብ ህይወትና እምነት እንድሕር ኣገዳሲ ኮይኑ ከመይ ጌርና ኢና እምነት ቢልድ ክንገብር ንኽእል ማለት እዩ ሰባት ንሕና ንገዛእ ርእስና እሙናት ምስ ኮምና እዮም ሰባት ዝኣምኑና ምሽ ንገዛእ ርእሱ ዘይኣምን ሰብ ዝእመን ነገር ክሰርሕ ኣይክእልን እዩ ዝእመን ነገር ዘይሰርሕ ሰብ ድማ እንታይ ክገብር ኣይክእልን ሰባት ክኣምንዎ ይክእሉን እዮም ስለዚ እንታይ እዩ ኣብ ዝሓለፈ ኩልና ዝተጎዳእና ሰባት ገለ ኢና ነንሕድሕድና ማለት ካልእ ኣይኮነን ግን ነንሓድሕድና ንሕና ንሓደ ንገድእ ሓነ ንኻልእ እጎድኦ ንሱ ንኻልእ ይገድእ ሽዑ እንታይ ይኸውን እቲ ኣብ መንጎና ዘሎ እምነት እንታይ ይገብር ይስበር ማለት እዩ ሽዑ እንታይ ይህልወካ ዝተሰብረ ልቢ ወይ ድማ ዝተጎድአ ልቢ ይህልወካ ንዕኡ ክትጽግኖ ኣለካ እዩ ቅድሚ ሕጂ ዝበደልካዮም ሰባት ክህልው ይኽእሉ እዮም ስለዚ ካልኣይ ግዜ ትራስት ከምዚ እምነት ዝወሃብ ኣይኮነን ዝምንጠል እዩ ካብ ሰባት ሲ ሓደ ነገር ምስ ገበርካ ሰባት ይህቡኻ ማለት እዩ ምክንያቱ ብቀዳማይ እንታይ ኢልና ትረስት ፕሮዳክት ኦፍ ካራክተር ኢልና ነርና ሕጂ ድማ ትራስት ብኽልተ ነገር ክርከብ ይኽእል እዩ ዝብል ኣርእስቲ ክንርኢ ኢና። እምነት ካብ ሰባት ብኽልተ ነገር ክትምንጥል ትኽእል ኢኻ። ሰባት ምሳኻ ንኽሰርሑን ሰባት እንታይ ሰባት ምሳኻ ንኽነብሩ ዝምድና ንኽምስርቱን ማለት እዩ። እቲ ሓደ እንታይ እዩ? ካራክተር እዩ። ካራክተር እዩ ናትካ ገፀ ባህሪ ማለት እዩ። ሰው እቲ ሓደ ከዓ እንታይ እዩ ኮንፊደንስ ናትካ ኣብ ደገ ዘለካ ተወዳዳርነት ወይ ድማ ኣብ ደገ ዘለካ ምስሊ ማለት እዩ ኣብ ደገ ዘለካ ተወዳዳርነት ማለት እዩ ሶ ካራክተር ናትና ከ ብምንታይ ወይ ድማ ንካራክተር ናትና ነቲ ናትና ገፀ ባህሪ ዝወልድዎ ነገራት እንታይ እንታይ እዮም ዝብል ብቀዳማይ እንታይ ኢለኩም ነይረ ትዝክሩ ድሕር ዳኣ ኮንኩም ካብቲ ንሕና እንገብሮ ንላዕሊ እንታይ ኣገዳሲ እንታይ ትሓስብ ኣገዳሲ ወይ ድማ ሓደ ነገር ክትገብር እንከለኻስ እቲ ዝገበርካዮ ነገር ዘይኮነስ ስለምንታይ ንዕኡ ጌርካዮ እዩ ኣገዳሲ። Because Intention ኣብ ካራክተር እንታይ ኣገዳሲ እዩ? Intent ናትካ ወይ ድማ Intention ናትካ ሃቐነ ናትካ ኣገዳሲ እዩ ማለት እዩ። ምክንያቱ ሓደ ነገር ክትገብር እንከለኻ እቲ ዝገበርካዮ ዘይኮነ ዝረኣ እንታይ ደኣ ንምንታይ ኢሉ እዩ ገይርዎ ኢኻ ወይ ድማ ክትገብሮ ከለኻስ ንምንታይ ኢልካ ኢኻ ትገብሮ ኢንተንሽን ናትካ ስለዚ ካራክተር ናትካ ቢልድ ክትገብር እንከለኻ እቲ ናትካ ኢንተንሽን ኣገዳሲ እዩ ማለት እዩ ሰባት እናትካ ገጸ ባህሪ ክልክዑ እንከለዉ ሰባት ሓደ ነገር ክትገብረሎም እንከለኻ ስለምንታይ ይገብረልና ኣሎ ዝብል ሕቶ ይመፁ ሃቐነናቱስ እንታይ እዩ ድሕሪኡስ እንታይ ኣሎ ማለት እዩ ሶ what you think or what you intend is more important than what you do ካልኣይ ዝመፅእ ድማ እንታይ እዩ ካራክተር ናትና ቢልድ ክንገብር እንከለና ወይ ድማ ነቲ ካራክተር ናትና ዝሃንፁ እንታይ ኬሪን ማለት እዩ ሓልዮ ቀዳማይ እንታይ ኢልና ነርና ሰባት ንስኻ ማዕረ ክንደይ ሃብቲ ኣለካ ማዕረ ክንደይ ፍልጠት ኣለካ ኣየገድሶምን እዩ መጀመርታ ዘገድሶም ንዕኦም እንታይ እዩ ንዕኦም ትግደሰሎምን ኣይትግደሰሎምን ጥራሕ እዩ ዘገድሶም ምክንያቱ ኣብ ዝሓለፈ ክላስ ክንጅምር ከለና እንታይ ኢልና ካብ ሰባት እንታይ እንዳገበሩካ ሰባት ክሰምዑኒ እዮም ወይ ድማ ክሰምዑኒ ኣለዎም ኢልካ ተስፋ እናገበርካ ምዝራብ እንታይ ይሓይሽ ተስፋ እናገበርካ ሰባት ክዛረቡ ተስፋ እናገበርካ ምስማዕ ይበልፅ ኢልና ነርና ኣለዚ ንሰባት ከም ትግደሰሎም እተርእዮም እቲ ቀዳማይ ነገር እንታይ እዩ ሓልዮት እዩ ማለት እዩ ሓልዮት ድማ እንታይ እዩ ፅን ኢልካ ካብ ምስማዕ እዩ ማለት ዝበዝሐ ግዜ ሰባት ክመጹኒ እንከለዉ እንታይ እዩ ዝመስለኒ ነይሩ? መፍትሒ ደልዮም ዝመጹኒ እዩ ዝመስለኒ ነይሩ። ሽሚስ ይጋገ ነይረ። ሰባት ክመጹኻ እንከለዉ ናባኻ ክቐርቡ ከለዉ ግን መፍትሒ ደልዮም ኣይኮኑን ክትሰምዖም ስለ ዝደለዮም። ምናልባት ክትሰምዕ እንከለኻ ሰለስተ ዓይነት ኣሰማምዓ ወይ ድማ ኣርባዕተ ዓይነት ኣሎ እዩ። ኢንፎ ከምዚ ኢንፎርሜሽን ኣሎ ኢንፎርሜሽን ንክትእክብ ጥራሕ ሓበሬታ ንክትእክብ ጥራሕ ማለት እዩ ኢንፎርሜሽን ካልኣይ ከዓኒ ክሪቲካል ኣሎ ክሪቲካል ሊስኒን ዝበሃል ከ ኣሎ Critical listening ክንብል ከለና ከምዚ ሓደ ነገር ኣናላይዝ ንክትገብር ንክትፈርድ ወይ ድማ ከምዚ እንተኾነ ከምዚ እንተኾነ ከምዚ እንተኾይኑ ዝብል ንክተቐምጥ ማለት እዩ ጃጅ ንክትገብር ወይ ድማ ኣናላይዝ እንታይ ኣናላይዝ ንክትገብር ማለት ኣውሪትካ ኣደይብካ ላዕሊ ታሕቲ ንክተብሎ ማለት እዩ እቲ ሓሳባት ሳልሳይ እንታይ ኢሞሽናል ሊስንን ዝበሃል ኣሎ ናቶም ስምዒታት ኣብ ግምት እቲኻ ክትሰምዕ እንከለኻ እዩ እቲ ራብዓይ ድማ እንታይ እዩ? ንኽትርዳእ ኢልካ ክትሰምዕ እንከለኻ እዩ። ስለዚ ናትካ ንሰባት ተገዳስነትካ እተርእዮ ወይ ድማ ኬሪን ናትካ ኣብ ሰባት ዘለካ ተገዳስነት፣ ኣብ ኣነባብራ ዘለካ ኣገዳስነት፣ ኣብ ህይወት ዘለካ ኣገዳስነት ተገዳስነት ኣብ ኩሉ ነገር ዘለካ ተገዳስነት እንታይ ይገብረልካ? ነቲ ካራክተር ናትካ ቢልድ ይገብሮ። ሰባት ድማ ነናይ ይገዝእዎ፣ ንዕኡ ይገዝእዎ ማለት እዩ። ነቲ ተሓልየሎም ዘለኻ ይገዝእዎ። ኣብታ The Seven Habits of Effective People ትብል መጽሓፍ ኣባ ስቴቨን እንታይ ዝብል ጽብቕቲ ጥቕሲ ኣላ። ናትና ጸገምሲ ኢሉ፣ ክንሰምዕ እንከለናስ ንኽንርዳእ ኢልና ዘይኮናስ ንኽንምልስ ኢልና ስለ ንሰምዕ ኢሉ። ስለዚ ሰባት ካባይ ሓገዝ ደልዮም እዮም ጥራሕ ዝመጹ ኢልካ እንድሕር ሓሲብካ ከምዚ ከማይ ዝነበርክዎ ንምንታይ ኢኻ ትምልስ ንምንታይ ኢኻ ትሰምዖም ንኽትምልሰሎም ወይ ጸገሞም ንኽትፈትሓሎም እዩ። ሰባት ግን ጸገሞም ክትፈትሓሎም ኣይኮኑን ድሒሩ ዝርድኣካ ነገር እንታይ ደኣ ንኽትሰምዖም እዩ። ድሕሪ ድኣ ሰሚዕካዮም እቲ ሕቶ ናይ ገሊኦም ይምለስ እዩ። ራብዓይ ዝመጽእ እንታይ እዩ? ትራንስፓረንሲ ማለት እዩ። ትራንስፓረንሲ ካሊ ግሉጽነት ወይ ድማ ከምዚ ግሁድ ዝኾነ ነገር ኣካይዳ ክህልወካ ኣለዎ ማለት እዩ። ዝበዝሑ ኣብ ዓለም ኣብ ዓለም ካብቶም ዘንበብኩም መጽሓፍ ተጻሒፎም ዘለዉ ዝበዝሑ ጽሑፋት እንታይ እዮም ዝብሉ? ናትካ መንገዲ ጽባሕ ናትካ ኣምፕረዲክተብል ከምዚ ሰባት ክግምትዎ ዘይክእሉ ክኸውን ኣለዎ እዮም ዝብሉ። ግን ድማ ሰባት ጽባሕ እንታይ ከም ትኸውን ግምት እንተ ዘይብሎም ኮይኑ፣ ናበይ ትኸይድ ኣለኻ እንተ ዘይርኢኻዮም፣ ምስኦም ግልጽነት እንተ ዘይብልካ ኮይኑ፣ ናበይ ትኸይድ ኣለኻ እንተ ዘይርኢኻዮም፣ እንተ ዘይሓቢርካዮም፣ እንተ ዘይምሂርካዮም፣ እቲ ትግደሰሎም ዘለኻ ፌክ እዩ ማለት እዩ። ስለዚ ሰባት እንታይ ይደልዩ እዮም? ናብኦም ክትቀርብ እንከለኻ፣ ክትሰምዖም እንከለኻ፣ ክትሓልየሎም እንከለኻ፣ እቲ ሃቐነ ናትካ ክርድኡ የድልዮም፣ ሓለይቲ ክርድኡ የድልዮም፣ ግሉጽነት ክህልዎም ከኣ ይደልዮም። ምኽንያቱ ናበይ ትኸይድ ኣለኻ ክፈልጡ ኣለዎም። ኣብ ርእሶም ድማ ስእሊ ክትስእለሎም ኣለካ። በቲ ዝነበሮም ስእሊ ክስዕቡኻ ኣይክእሉን እዮም። ስለዝኾነ ኢኻ እንታይ ትገብር ዘለኻ ሓድሽ ስእሊ ንከምጽኡ ትከናኸኖም ዘለኻ፣ ኣብ ቅድመኦም ከኣ ግሉጽ ትኸውን ዘለኻ ማለት እዩ። ሽዑ እንታይ እዩ? ኦፐንነስ ድማ ራብዓይ ዝብል ኦፐንነስ እንታይ እዩ ክፉት ምዃን ከምዚ ዕስራ ሓምሳ ሰማንያ ሓምሳ ዘይብሉ ማለት እዩ እሶም ዝቐርቡካ ሰባት እንታይ ትኸውን ክፉት ትኸውን ዝክፈልጥዎ ዘለዎም ነገር ኩሉ ተፍልጦ እቲ ካልኣይ እንታይ እዩ ካልኣይ ካራክተር ክሃንፀሉ እንኽእል ንገዛእ ርእስና እቲ ዝበለፀ ሰብ ክገብረና ዝኽእል እንታይ እንተ ኢልና ሓደ ኣንተ ቦታ ኢልና ንገዛእ ርእስና እቲ ዝሓመቐ ክገብራ ዝኽእል እንታይ እንተ ኢልና መትከል ዘይብሉ ሰብ ምዃን መትከል ዘይብሉ ሰብ ምዃን ማለት እንታይ ማለት እዩ ከዓኒ ትብሎም ዘይትገብሮም ምዃን ማለት ለመጭ ምዃን ማለት እዩ ሓደ ኻን ጥዑም ጥራሕ ትዛረብ ግን ድማ ይትገብር
ሶ
እዚ እንታይ ኢሉ ኢንተግሪቲ ኢንተግሪቲ ማለት ብቀዳማይ እንታይ ኢልዎ ነይሩ ማእከል ሓንቲ ፅብቕቲ ቃል ኣምፅኡ ነይሩ ጭውነት ኢልዎ ነይሩ ካልኣይቲ ኸ እንታይ ኢልና ነይርና ሓደ ኣውነት ማለት እዩ እዚ ማለት ኢንተግሪቲ ማለት እንታይ ማለት እዩ? ነቶም ትዛረቦም ነገራት ትገብሮም ማለት እዩ። ከምዚ ነቶም ትዛረቦም ነገራት እንታይ ትገብሮም፣ ኩሎም ትብሎም ነገራት እንታይ ክኾኑ ኣለዎም? ናብ ተግባር ዝኸዱ ክኾኑ ኣለዎም። ድሕሪ ንትብሎም ነገራት ዘይትገብሮም ኮንካ ሰባት ከም ሓሳዊ እዮም ዝፈልጡኻ፣ ብልክዕ ከዓ ሓሳዊ ኢኻ። ወይ ድማ ሓሳዊ እየ ማለት እዩ ስለዚ እንታይ ኢንተግሪቲ እንድሕር ዳኣ ኣሎ ኮይኑ ሰባት እንታይ ይገብሩኻ ይኣምኑኻ እምነቶም ክህቡኻ ኣይሽገሩን እዮም ምሳኻ ንክነብሩ ኣይሽገሩን እዮም ገንዘቦም ክተመሓድረሎም ኣይሽገሩን እዮም ቢዝነስ ምሳኻ ንክገብሩ ኣይሽገሩን እዮም ምሳኻ ክዛመዱ እውን ኣይሽገሩን እዮም ማለት እዩ ሰው ሓደ ካብቲ ነቲ ናትና ገጸ ባህሪ ክሃንጾ ዝኽእል ዝበለጸ ሰብ ክገብረና ዝኽእል እንታይ እዩ? ዝሓመቐ ሰብ ዝገብረና ነቶም ዝብሎም ምስ ዘይንገብሮም ኢና። እቲ ዝበለጸ ሰብ ዝገብረና ድማ ነቲ ንብሎ ምስ እንገብሮ እዩ ማለት እዩ። ሰው ምኽንያቱ ካራክተር እንታይ እዩ? ገጸ ባህሪ እንታይ እዩ? ውሽጣዊ እዩ ማለት እዩ። so it's better ካብ ኣብ ደገ ጸቢቕካ ክትረኣ ብደገ ምክንያቱ ጥዑም ተዛሪብካ ደይ ትገብሮ it's better ብውሽጥኻ እንታይ ክትከውን ጽቡቕ ክትከውን ካልኣይ ቅንዕና ሽዑ ፌርነስ ዝብል ኣሎ ማለት ድሕሪ እንታይ እዩ ኣውተንቲሲቲ ተመሳሳልቲ ስለ ዝኾነ እዮም እዚኦም ገዲፈ እዮም ናይ ቃላት ፍልልይ ጥራሕ እዩ ዘለዎ። ካልኣይ ካራክተር ብምንታይ እዩ ቢልድ ዝኸውን ኢልና ኮምፒተንስ ኢልና ምሽ እዚ ኮምፒተንስ ንብሎ ዘለና ከ ካብ ምንታይ እዩ ዝውለድ ካፓቢሊቲ ኣንድ ሪዛልትስ ኢሉ ኣሎ ምክንያቱ ኮምፒተንስ ማለት ነቲ ናትካ እንታይ ክገብሩ ኣለዎም ሰባት መጺኦም ንኣብነት ኣነን ማእከልን ኣለና ኣባይን ኣብ ማእከለን ገንዘቦም ኣሚኖም ክህቡና እንድሕር ድኣ ኮይኖም ኣብቶም ኣብቲ ኣብ ዕዳጋ ዘሎ ፋይናንሻል ኣድቫይዘርስታ ክንከውን ኣለና ተወዳደርቲ ክንከውን ኣለና እዮም እንታይ ይደልዮም ሶም ሪከርድ ይደልዮም ምክንያቱ ገንዘቦም ኣሚኖም ክቡካ እንድሕር ድኣ ኮይኖም እንታይ ይደልዮም ሪከርድ ይደልዮም ሕቶ ክሓቱካ እዮም ነቲ ሕቶ ዝኸውን መልሲ ክህልወካ ኣለዎ ሶ እንታይ ክህልወካ ኣለዎ ማለት እዩ ከባቢሊቲ ኩሉ ሰብ ንክመሃር እንታይ ኣለዎ እዩ ካፓቢሊቲ ኣለዎ እዩ ግን ንኸይመሃርን ንኽመሃርን ከዓ እንታይ ኣለዎ እዩ ምርጫ ኣለዎ እዩ ኩሉ ሰብ ንኽመሃር ዓቕሚ ኣለዎ ንኽመሃርን ዘይክመሃርን ድማ እንታይ እዩ ምርጭኡ እዩ ማለት እዩ ሓቀይ ዶ ግን ሓደ ነገር ክንርስዖ ዘይብልና እቲ በይንኻ ዝተመሃርካዮ ኣብ ፕራይቨት ዝተመሃርካዮ ነገር ኣብ ፕራይቨት ዝደኸምካሉ ነገር ፕራይቨት እንብሎ ዘለና ኔና ኢና ነዚ ካራክተር ነዚ ኣብዚ ክንፀርሖ ፅናሕና ኢንቴንሽን ናትካ ኢንቴግሪቲ ናትካ ክተዕቢ ዝኸድካዮ መንገዲ፣ ዝተቓለስካዮ ቃልሲ፣ በይንኻ ዝተቓለስካዮ ቃልሲ ኣብ ምንታይ የሸልመካ እዩ? ኣብ ፓብሊክ የሸልመካ እዩ። ኣብ ቅድሚ ሰባት ምስ ወፃእኻ እንታይ እዩ የሸልመካ እዩ ማለት እዩ። ስለዚ እንታይ የድልየካ? ኮምፒተንስ ክህልወካ፣ ተወዳዳርነት ክህልወካ ኣብ ደገ እንታይ የድልየካ? ፍልጠት የድልየካ ሓደ ምኽንያቱ ፍልጠት ተዘይብልካ ኮይኑ ኣብቲ ዘለኻዮ ዓውዲ ፍልጠት ተዘይብልካ ኮይኑ ኣብቲ ትዛረቦ ዘለኻ ዓውዲ ፍልጠት ተዘይብልካ ኮይኑ ሰባት እንታይ እዮም ሕቶኦም ኣይተመለሰሎምን ናብ ሕቶኦም ዝምልሰሎም ኣካል ክኸዱ እዮም ማለት ስለዚ ፍልጠት ክህልወካ ኣለዎ ካልኣይ ከ እንታይ ክህልወካ ኣለዎ ስኪል ክህልወካ ኣለዎ ክእለት ድማ ክህልወካ ኣለዎ ምክንያቱ ብመግለፂ ጥራሕ ዝውዳኡ ነገራት ኣይኮኑ ነቲ ነቲ ኣኪብካዮ ዘለካ ሓበሬታ ከመይ ጌርካ ኣብ ሂወቶም ከመይ ገይሩ ይሰርሕ ኣብ ሂወተይ ከመይ ጌሩ ይሰርሕ ከክህልወኒ ኣለዎ ክእለት ክህልወኒ ኣለዎ ምክንያቱ ኩሉ ሰብ እንታይ ክገብር ይክእል እዩ ክእለት ከጥሪ ይክእል እዩ ዘይከጥሪ እውን ይክእል እዩ ናቱ ምርጫ እዩ ከጥሪ ይክእል እዩ ዘይከጥሪ ይክእል እዩ ስለዚ እንታይ ክህልወካ ኣለዎ ግን ኮምፒተንስ ክህልወካ እንድሕር ኮይኑ ኣብ ዕዳጋ ባዳይ እንታይ ኢልና ነርና ብማዓንቲ ንዛረብ ዘለና እንታይ ኣድ ኢንቫሊት ዩርሳልፍ ኢና ዘለና ምሽ ኣብ ገዛእ ርእስናስ value ከመይ ጌርና ንውስኽ ኢና ንዛረብ ዘለና። ምኽንያቱ ናይ ሰባት እምነት ክትምንጥል እንድሕር ደኣ ክኢልካ፣ ናይ ሰባት ክእለት፣ ናይ ሰባት እምነት ክትምንዝዕ እንድሕር ደኣ ክኢልካ፣ ሰባት ወላ እንታይ ይገብሩ፣ ሰባት ንዓኻ እጸልኡኻ እሞ ነቲ እንታይካ ግን እፈትዎ፣ ነቲ ዘለካ መርገጺ ግን እፈትዎ ማለት እዩ። ስለዚ ብዘይድላዮም ወላ እንታይ ትኸውን ናባኻ ይመጹ ማለት እዩ። ከምኡ እንድሕሪ ኮይኑ እንታይ ትገብር ኣለኻ፣ ኣብ ናይ ህይወት ሰባት value ትውስኽ ኣለኻ፣ ዋጋ ትውስኽ ኣለኻ። At the same time ኣብ ገዛእ ርእስኻ ዋጋ ክትውስኽ እንከለኻ፣ ነቲ ዝወሰኽካዮ ዋጋ ናብ ሰባት ሸር ክትገብሮ እንከለኻ ድማ እንታይ ትገብር ኣለኻ? ገዛእ ርእስኻ ትሃንጽ ኣለኻ፣ ንሰባት ድማ ትሃንጽ ኣለኻ ማለት እዩ። ስለዚ ስኪል ክህልወካ ኣለዎ። ኣነ ዝኾነ ፎርም ይመልእ ኢልካዮም እማ ኣብዚ ፎርም ምምላእ ብጣዕሚ እዩ ንፍ- ንፉዕ ኢልካዮም ግን ድማ ማይክሮሶፍት ወርድ ዘይትመልእ ዘይትኽእል ተኾንካ ኤክሰል ዘይትኽእል እንድሕር ደኣ ኮንካ ንኣብነት እቲ ፎርም ንኣበየን እዩ ክምላእ ማለት እዩ። ስለዚ ኣብቲ ንስኻ ዘለኻዮ ቦታ እንታይ ክህልወካ ኣለዎ? ስኪል ክህልወካ ኣለዎ። ኩሉ ሰብ ድማ ስኪል ከጥሪ ይኽእል። ኤክስፒሪየንስ ካን ቅድም ኣብ ተመክሮ እዚ ድማ እንታይ ከዓ ክህልወካ ኣለዎ ካልእ ተመክሮ ከዓ ክህልወካ ኣለዎ። ሓደ ሓደ ግዜ ተመክሮ ሓደገኛ እዩ፣ ግን ንሎማዓንቲ እንታይ ክብል ስለ ዝደለኹ እየ ሰባት ብክልተ ነገር ንምሃር ምሽ ካብ ናትና ተመክሮን ካብ ናይ ካልኦት ሰባት ተመክሮን ስለዝኾነ ኢና መጻሕፍቲ ነንብብ፣ ስለዝኾነ ኢና ክላስ ንወስድ፣ ስለዝኾነ ኢና እንታይ ንገብር? ሰሚናር ንሳተፍ፣ ስለዝኾነ ኢና ፖድካስት ንሰምዕ። ቢኮዝ ተመክሮ ናይ ሰባት ንሶም ዝተጋገይዎ ክንደግሞ ስለዘይብልና። ግን ሕቶ ዝመጽእ ሰባት ካብ ተመክሮና ንመሃር ኢና ክንብል እንከለና ስለዝሓለፍናዮም እቶም ዓመታት ኣይኮነን። እንታይ ደኣ ነቲ ኣብ ዕስራን ገለን ዓመት እንድሕር ደኣ ጌርካ ነቲ ኣብኡ ዝሓለፍካዮ ነገር ነቲ ሕማቕ ኣሊኻ ነቲ ጽቡቕ እንታይ ክትገብሮ ምጀመርካ እዩ ሪፍሌክት ክትገብሮ ምጀመርካ እዩ ኤክስፒሪየንስ ንበይ ተመክሮ ንበይኑ እንታይ ኣይኮነን ካብ ተመክሮ ንበይኑ ክትመሃር ኣይትኽእልን ኢኻ እንታይ ምስ ዝኸውን ተመክሮኻ ኢኻ ትመሃር ነቲ ዝተጋገኻዮ ነገር ቀኒስካ ነቲ ፅቡቕ ዝበልካዮ እንታይ ብምግባር ብምንፅብራ እንድሕር ድኣ ነቶም ዝተምሃርናዮም ሰሚናር ከይድና መፅሓፍ ኣንቢብና ነቶም ኩሎም ኣብኡ ዘለዉ ፅቡቕ ክንንፀባርቆም እንተዘይክኢልና ናይ ሰባት ተመክሮ ኣብ ገዛእ ርእስና ምምፃእ ዋጋ የብሉ ማለት እዩ ስለዚ ተመኩሮ ንበይኑ ኣይኮነን ዘዕብየና፣ ነቶም ተመኩሮ ብምንጽብራቕ ኢና ንዓብዮም። ስለዚ እንታይ ክህልወና ኣለዎ ኢልና ኮምፒተንስ ክህልወና፣ ኖውለጅ ፍልጠት ክህልወና ኣለዎ፣ ስኪልስ ክህልወና ኣለዎ፣ ተመኩሮ ድማ ክህሉ ኣለዎ። ኦኬ ሶ ካልኣይ ኮምፒተንስ ናትና ምንታይ ዝረአ ሪከርድስ ማለት ሪዛልት ናይ ዝኾነ ዝገበርካዮ ኣክቲቪቲ እንታይ ክህልወካ ኣለዎ ሪዛልት ክህልወካ ኣለዎ ሽዑ እንታይ ክል ሪዛልት ከዓ እንታይ እዮም እቶም ሪዛልት ድማ ምንታይ እዮም ዝልክዑ ሬፒቲሽን ናትካ ይረአ ማለት እዩ ኦኬ ማእከለ እንታይ እንታይ እዩ ሰሪሑ ሰላም እንታይ እንታይ እያ ሰሪሓ ማለት እዩ ግድን ኣይኮነን ዓብ ዝና ክህልወካ ዘለዎ ግን ክንሓስቦ ዘለና ካብ ሬፒቲሽን ካብ ሬፒቴሽን ናትና ካራክተር ናትና እዩ ኣገዳሲ ቢካዝ ካራክተር ኢዝ ኢንሳይድ ሬፒቲሽን ኢዝ ኣውትሳይድ እዚ ደገ ዝረአ እዩ። እንታይ ከኣ ኣልና እቲ ዘይረአ እዩ ነቲ ዝረአ ዝፈጥሮ። The Secrets of Millionaire Mind ሰብ ትብል መጽሓፍ ኣላ እንተዘይተጋግየ እንታይ እዩ ዝብል ንሱ እቶም ዘይረአ እቲ ዘይረአ ነቲ ዝረአ ነገር ይፈጥሮ እቶም ሰራውር እንታይ ይብል ነቲ ፍረ እንታይ ገብርዎ ይፈጥርዎ ኢሉ እንድሕር ድኣ እቲ ፍረ ብግቡእ እንታይ ዝበሃል ዘየሎ ኮይኑ እቲ ሱር ተበላሽዩ ኣሎ ወይ ድማ እቲ ዘርኢ ተበላሽዩ ኣሎ ማለት እዩ እቲ ዝተቐብረ ነገር እዩ ፍረ ዝፈሪ እዩ ዝብል ስለዚ ነዚ ረፕቲሽን ነዚ ሪዛልት ናትና ዘምጽኦ ኢና እንተ ኢልኩምኒ እቲ በይንና ዝሰራሕናዮ እዩ ናት ሽዑ እንታይ ይገብር እቲ ኢንሳይድ ነቲ ኣውትሳይድ ናትና ሻይን ይገብሮ የንጸባርቆ ማለት ስለዚ እቲ ኣብ ደገ ዘሎ ፍረ ናትና እንድሕር ኣ ፀሊእናዮ ኣለና ኮይና እቲ እንኮ ዘለና ኣማራፂ ምስቲ ፍረ ምባእስ ኣይኮነን እቲ እንኮ ዘለና ኣማራፂ ነቲ ዘርኢ ምቕያር እዩ ማለት እዩ ስለዚ እቲ ዘይረአ ነገር እንታይ ይገብሮ ነቲ ዝረአ ነገር ይፈጥሮ እዩ ነዚ ኣብ ደገ ዘሎ ምስልና እንድሕር ዛፅሊእናዮ እንታይ ኢና ንገብር ናብ ውሽጢ ንምለስ ሽዑ እቲ ውሽጥና ምስ ፅበቕናዮ ደገና ድማ እንታይ ይኸውን ይፅበቕ ማለት እዩ ሶ እንታይ ይመፅእ ሽዑ ሪዛልትስ ይመፅእ ክሬዲቢሊቲ ከዓ ይመፅእ ፐርፎርማንስ እዚኣ ፐርፎርማንስ ኩሉ ሰብ ገንዘብ ዝደሊ ነዛ ፐርፎርማንስ ክሓስበላ ኣለዎ እዩ ወይ ድማ ኣብ ሂወትና ኣብ ዝኾነ ቦታ እንታይ ክንገብር ኣለና እዩ እዚ ናትና ፐርፎርማንስ እዚ ናትና ኣቃውማ እንታይ ክኸውን ኣለዎ እዩ ክስተኻኸል ኣለዎ እዩ ማለት ስለዚ ንኣብነት ተራኢልና ገንዘብ ተይልና ክልተ ነገር እዩ ምሽ ገንዘብ ተይልና እፅወል ኣባውት ፐርፎርማንስ ኣንድ ሴል ከዓ ብዛዕባ ምሻጥን ብዛዕባ ናትካ ኣቃውማን እዩ ካልእ ዋላ ሓደ ይብልና ነዚ ናይ ሎማዓንቲ ክላስና እንታይ ትብል ትረስት ቀርኒ ክንገብር እንድሕር ዳኣ ኮይና ንሰባት እመኑኒ ኢልና ኣይኮናን ክንጉስጉስ ዘለና እንታይ ዳኢና ክንገብር ዘለና ካራክተር ናትና ቢልድ ንገብር ኮንፊደንስ ናትና ድማ ነምፅእ ማለት እዩ ድሕርታት ውሽጥና ዘሎ ነገራት ፀሊእናዮ ሶሪ ኣብ ደገና ዘሎ ነገር ጸሊናዮ ኣብ ውሽጥና ዘሎ ነገራት ንቕይር ምክንያቱ እቲ ዘይርአ ነገር ነቲ ዝርአ ነገር ይፈጥሮ ሶ ኣብዘን ዝመፃ ዘለዋ መዓልታትኩም ናይ ትራስ እዛ ማትሪክስ እዚኣ ክትጥቀሙ ኣለኩም ማለት እዩ ናይ ሰባት ሰባት እምነቶም ክውና እንድሕር ደኣ ኮይኖም ሰባት ምሳና ክነብሩ እንተ ኮይኖም ሰባት ምሳና ቢዝነስ ክገብሩ እንድሕር ደኣ ኮይኖም እምነት ክህሉ ኣለዎም መንጎና እምነት ተዘየሎ ኮይኑ ስራሕ ዝበሃል የለን ሳይመን ሲናክ ኣብታ መፅሓፍ እንታይ ዝብል ሳይመን ሲናክ ዝበሃል ፀሓፊ ላዕሊ እንታይ ዝብል ቲም ዝበሃሉ ኢሉ ወይ ድማ ጉጅለ ዝበሃሉ እኩባት ሰባት ጥራሕ ኣይኮኑን ኢሉ። እንታይ ደኣ እኩባት ሰባት ኮይኖም ነንሓሕዶም ዝተኣማመኑ እዮም። እንድሕር ዘይተኣማሚንካ ቲም ዝበሃል የለን። there is no teamwork ዝበሃል የለን ቲም የለን ቲም ወርክ የለን ቲም ወርክ ሜንታሊቲ የለን ኩሎም ናይ ብሓባር ኮንካ ምስራሕ እውን ድላይ እውን የለን ለዚ እንታይ ኢና ንገብር ዘለና መሳርሕትና ክኾኑ እንደልዮም ሰባት ናቶም ሰለስተ ባህሪ እሞ ነምፅእ ሽዕኡ ንሕና ክንኮኖ ንኽእል ዶ ንሕና ክንኮኖ ዘይንኽእል ተኮይንና እንታይ ንገብር ንሕና ክንኮኖ ንፅዕር ማለት እዩ ምክንያቱ ኣብ ዙርያና ዘለዉ ሰባት ንደልዮም ሰባት ኣይኮኑ እንታይ ዳት ናትና እንታይነት ዝሰሓቦም ስለ ዝኾነ ስለዚ እቲ ብደገ ዘሎ ናትና እንታይነት ተፀሊእናዮ ዝምስል እንተ ገጸ ባህሪ ድሕር ውፅኢትና ድሕር ፀሊእና እንታይ ክንቀይር ዘለና ገጸ ባህርና ኢና ክንቅይር ዘለና ኢንቴንሽን ናትና ኣብ ሂወት ዘለና ኣመለኻኽታ ኣብ ሂወት ዘለና ኣራዳዳ ኣብ ፍቕሪ ዘለና ኣራዳዳ ኣብ ገንዘብ ዘለና ኣራዳዳ ኣብ መንፈሳዊ ሂወት ዘለና ኣራዳዳ እቲ ሃቐነ ኣብኡ ዘለና ሃቐነ ኩሉ እንታይ ግበር ኣለዎ ከም እንደገና ዳግመ ግምት ክንገብረሉ ኣለና ኣብ ውጽኢት ዘለና ኣረዳድኣ እውን ከም እንደገና ዳግመ ግምት ክንገብረሉ ኣለና because ህይወት እንታይ ኣይኮነትን ገዛእ ርእስኻ ምድህሳስ ጥራሕ ወይ ድማ ምፍላጥ ኣይኮነትን ከም እንደገና በቲ ንስኻ ትደልዮ ገዛእ ርእስኻ ምፍጣር እያ ታንኪዩ ምሳይ ስለ ዝፀናሕኩም ኣይሆፕ ሓፃርን ፅፍፍትን ነይራ ክትከውን ተስፋ ይገብር ኣዝየ ዘመስግነኩም ሕቶ እንተለኩም ክቕበል እኽእል እየ